ኣብ ናይ ጉያ ውድድር ከም ዘለኻ ኢማጂን ግበር። ኣብ ክንዲ ንቕድሚት ገጽካ ምጥማት ግን ነቶም ካልኦት ጎየይቲ ኣብ ምቁማት ተጸሚድካ ኣለኻ ንበል። ወይ ነቶም ኣብ ጎኒ ናይቲ መወዳደሪ ሕንጻጽ ዝሓምዩ ዘለዉ ትሰምዕ። ወይ ምስቶም ንፉዕ ጎያያይ ከም ዘይኮንካ ዝዛረቡኻ ኣብ ክትዕ ትኣቱ። ድሒሩ እንታይ እዩ ዘጋጥም? ንስኻ ትሰዓር። ህይወት ድማ ልክዕ ብኸምዚ ኣገባብ እያ ትሰርሕ። እዛ ንነብረላ ዘለና ዓለም ብኣቓልቦኻ ዝሰርቁ ነገራት ዝተመልእት እያ። መራኸቢ ብዙሃን፣ ጥቕሚ ዘይብሎም ክትዓት፣ ግዜኻ ኣብ ምጥፋእ ምኩራት ዝኾኑ ሰባት፣ ኣብዚሕካ ኣብቶም ካብ ቁጽጽርካ ወጻኢ ዝኾኑ ነገራት ኣብ ተተኩረሉ ካብ ዕላማታትካ ኣርሒቕካ ሸተት ክትብል ኢኻ። ዓወት ናብቶም ንሓንጎሎም ስነ-መግባር ዝምህሩን ናብ ሞጎዶም ዘተኩሩን እዩ ዝመጽእ። ኣብዚ ግዜ እዚ ኣቓልቦኻ ዝሰርቁ ነገራት ኣብ ኩሉ እዮም ዘለዉ። ብዝተፈላለዩ ነገራት ድማ ይመጹ። ሓንሳብ ሓንሳብ ብንኣሽቱ ብዙሕ ዘይጎድኡ ዝመስሉ ዝርርባት ኣቢሎም ይመጹ። ካልእ ግዜ ብኸም ናይ ሰባት ኣብ ልዕሌኻ እምነት ዘይብሎም ጥርጥር ይመጹ። እቲ ሓቂ ሰባት ኩሉ ግዜ ገለ ዝብልዎ ነገር ኣለዎም እዩ። እቲ ንሳቶም ዝብልዎ ግን ምስ ናትካ ዕጫ ወላ ሓንቲ ምትእስሳር የብሉን። ኣብ ክንዲ መን ብዛዕባኻ እንታይ ኢሉ ተቃውምት ነዚ ሓይሊ እዚ ናብ ውልቃዊ ዕብየት ኣቅናዓዮ። ክእለታትካ ኣማዕብል፣ ኣተሓሳስባኻ ኣብሊሕካ ናብቲ ዝበለጸ ንስኻ ገጽካ ኣዕብር። ንኣዒንትኻ ናብ ናይ ገዛእ ርእስኻ ምዕባለ ከም ዘቅንዓ እንተጌርካ ብማዕረ ክንደይ ፍጥነት ከም ትዓቢ ክትግረም ኢኻ። ብሉጻት ሰባት ኣብ ምርኢት ግዜ ኣየጥፍኡን እዮም። ኣብ ዕላማታቶም የተኩሩ። ዓወቶም ክዛረቡ ይገድፍዎም። ንዓኻ ሎሚ ቀልብኻ ዝሰርቕ ዘሎ ነገር እንታይ እዩ? ግዜኻ ክተጥፍኣሉ ዘይግብኣካ እንተዘይኮይኑ ግደፎ። ፎከስ ግበር። ዝጀመርካዮ ብግቡእ ሓዝ። ናብ ቅድሚት ገጽካ ምጉዓዝ ድማ ኣይተቋርጽ። መጻኢኻ ኣብቲ ሎሚ ዘለካ ዲስፕሊን እዩ ዝምርኮስ። ኩሉ ግዜ ኣብ ዘይምልኮትኻን ክትቆጻጸሮም ዘይትኽእልን ነገራት ኢድካ ኣብ ተእትወሉ፣ እቲ መጻኢኻ ክትሃንጸሉ ዝግብኣካ ክቡር ዝኾነ ግዜኻ ኢኻ ተጥፍእ ዘለኻ። ከምቲ ኣቐዲምና ዝበልናዮ ኣቓልቦኻ ዝሰርቁ ነገራት ብዝተፈላለይ መንገዱ እዮም ዝመጹ፣ ኦንላይን፣ ሕሜታታት፣ ጥቕሚ ዘይብሎም ክትዓት፣ ኩሎም ሓደ ዘመሳስል ነገር ኣለዎም፣ ኣተኩሮኻ ይሰርቁ። ኣብ ህይወትካ ዝኾነ ይኹን ዋጋ ዘይውስኹ። ኣብ ገለ ቦታ ኮይኑ ገለ ሰብ ብዛዕባኻ እንተደኣ ይዛረብ ኣሎ፣ ግደፎ ይዛረብ። ናታቶም ሓሳባት ኣብ ልዕሌኻ ገዛ ክራይ ኣይክኸፍለልካን መጻኢኻ እውን ኣይክሃንጽን እዩ። ኩሉ ኣብ ከባቢኻ ዝካየድ ዘሎ ውግኣት ክትሳተፎ ኣለካ ማለት ኣይኮነን። ዕዉታት ሰባት ገዛእ ርእሶም ንኻልኦት ንምርግጋጽ ግዜ ኣየጥፍኡን እዮም። ኣብ ክንድኡ ሙሉእ ሓይሎም ናብ ዕላማታቶም የቕንዑ፣ ውጽኢቶም ክዛረቡ ድማ ይገድፎም። ሓደ ካብ ናይ ዓወት ምስጢራት ኣብ ናይ ገዛ ርእስኻ ዕዮ ምትኳር እዩ። ንስኻ ናይ ኩሉ ሰብ ጸገም ክትፈትሕ ኣይኮንካን ተወሊድካ። ኣብ ናይ ገዛ ርእስኻ መንገዲ እንተ ኣተኲርካ ሰላምን ንጹርነትን ኢኻ ትረክብ። ኣብ ዝመጽእ ንገዛእ ርእስኻ ኣብ ንዕላማኻ ዘይጠቅም ነገር ተታሒዛ ምስ እትረኽባ ንገዛእ ርእስኻ ከምዚ ብምባል ሕተት። እዚ ንኽዓቢ ይሕግዘኒ ድዩ ወላስ ቀልበይ ዝሰርቕ ነገር ጥራይ እዩ? ከምኡ እንተ ዀይኑ፣ ካብኡ ረሓቕ እሞ ንቕድሚት ምስጓም ቀጽል። እቲ ዘለካ ውሽጣዊ ሓይሊ ከም ናይ ሞባይልካ ባተሪ ጌርካ ሕሰቦ። ብግቡእ እንተ ተጠቂምካሉ ንምሉእ መዓልቲ ይጸንሕ። ኣብ ዘይጠቅም ነገራት እንተ ተጠቂምካሉ ግን ብኣግኡ ይውዳእ። ሓንጎልካን ኣካላትካን ሓደ ድሩት ዝዀነ ኢነርጂ እዩ ዘለዎ። ስለዚ ኣብ ምንታይ ተውፍሮ ተጠንቀቕ። ኩሎም ትወስዶም ስጉምታት፣ ትጽመዶም ዝርርባት ወይ ባተሪኻ ይመልኡ ወይ ባተሪኻ ይውዱ። እቲ ምርጫ ናትካ'ዩ። ንዕቤት ዲኻ ክትጥቀመሉ ወላስ ኣብ ዘይጠቕመካ ነገራት ከተጥፍኦ ክጠፍእ ትገድፎ? ከተማርር ሰዓታት ተጥፍእ ተደኣ ኮንካ፣ ኣብ ክንዲ ናብ መፍትሕታት ናብ ጸገማት ገጽካ ተተኩር፣ ነቲ ናይ ብሓቂ ኣገዳሲ ነገር ዝኸውን ዝኾነ ይኹን ተረፍ የብልካን። ህይወት ነቶም ንሓይሎም ኣብ ዋጋን ዕቤትን ምምጻእ ዘውፍርዎ'ያ ጻማ ትኸፍል። ዕውታት ሰባት ንሓይሎም ይከላኸሉሉ እዮም። ኣብ ውጽኢታውያን ዝኾኑ ልምድታት ወፍሪ ይገብሩ። ዝኾነ ይኹን ነቲ ናታቶም ዝለዓለ ትርጉም ዘየገልግል ድማ ይገድፎ። ዓበይቲ ነገራት ክትበጽሕ እንተደሊኻ፣ ግዜኻ ኣመሓሪርካ ኣብቶም ኣገደስቲ ነገራት ምትኳር ክትመሃር ኣለካ። ነቲ ንዓኻ ዝሓሸ ሰብ ዝገብረካ ቀዳምነት ሃብ፣ ነቲ ንድሕሪት ዝስሕበካ ድማ ብኣንጻሩ። እስከ ገለ ሕቶታት ክሓተካ፣ ንገዛእ ርእስኻ ብቕንዕና መልሰላ። ሓይልኻ ናበይ እዩ ዝኸይድ ዘሎ? ብልቦና ዶ ተጥፍኦ ኣለኻ? መብዛሕትኡ ግዜ እቶም ርግእ ዝበሉ ድምጾም ብዙሕ ዘይስማዕ ሰባት እቶም ሕጉሳት ሰባት ምዃኖም ኣስተውዒልካ ዶ ትፈልጥ? እቲ ምኽንያት ነቲ ናታቶም ሰላም ስለ ዝከላኸሉሉ እዮም። ሓጎስ ኣብ ጫውጫው፣ ሕሜታ፣ ህቡብነት፣ ከም ዘይርከብ ዝርድኡ እዮም። ንሱ ኣብ ውልቃዊ ዕቤት እዩ ዝርከብ። ኣብ ናትካ ጉዳይ ጥራይ እንተ ኣተኪርካ፣ ኣገዳሲ ዘይኮነ ጭንቀትን ጥቕሚ ዘይብሉ ግጭትን ኢኻ ተወግድ። ሰላም ጸገማት ምእላይ ጥራይ ኣይኮነን፣ ብስጭት ክዓቢ ቦታ ዘይብሉ ዓይነት ህይወት ምህናጽ እውን እዩ። ኩሉ ህይወትካ ምስ ካልኦት ሸር ክትገብሮ ኣለካ ማለት ኣይኮነን። ናትካ ፕላን፣ መሰናኽላት፣ ስዒቡ ዝመጽእ ምንቅስቓስካ ከም ፕራይቨት ሓዞ። ሰባት ብዙሕ ምስ ዘይፈልጡ ህይወትካ ዝለመጸ እዩ ዝኸውን። ገለ ሰባት ኣለዉ ጉዳይካ ክፈልጡ ዝደልዩ፣ ኣንጻርካ መታን ክጥቀሙሉ። ገሊኦም ብኣኻ ዝተሓጎሱ ይመስሉ፣ ብምስጢር ግን ንውድቀትካ ይሰርሑ። ጉዳያትካ ንደገ ብዘይ ምቅላዕ ናይ መንገድኻ ቁጽርጽር ትሕዝን ሕልምታትካ ድማ ካብ ኣሉታውነት ትከላኸል። ካልእ ድማ ፕራይቨሲ ሓርነት እዩ ዝህብ። ናትካ ቀጺሉ ዝስዕብ ስቴፕ ወላ ሓደ ሰብ ምስ ዘይፈልጦ ብዘይ ዝኾነ ይኹን ደጋዊ ጸቕትን ናይ ካልኦት ፍርድን ኢኻ ትጓዓዝ። ብናይ ገዛእ ርእስኻ ፍጥነት ትዓቢ፣ ምስ ዕላማታትካ ዝሰማምዑ ውሳነታት ትወስድ። ዘየድልዩ ምውዳራት ድማ ተወግድ። ሓደ ሓደ ግዜ እቶም ብሉጻት ኣጋጣሚታት ኣብ ህይወት ብስቕታ እዮም ዘጋጥሙ። ኣብቲ ህዝባዊ መድረኽ ካብቲ ህዝባዊ መድረኽ ብምርሓቕ ፕራይቨት ኩን፣ ሰለማዊ ኩን፣ ህይወት ጻማኻ ክትከፍለካ ክትዕዘብ ኢኻ። ሓይልኻ ናብ ቅኑዕ መኣዝን ኣቕንዕ። ዓንኬልካ ብግቡእ ምረጽ። ዘክር፣ ሰላም ማለት ኮንፍሊክት ዘይምህላው ማለት ጥራይ ኣይኮነን፣ እንታይ ደኣ ህላውነት ናይ ፍስሃ፣ ንጹርነትን ትርጉምን እዩ። ሓደ ለባም ሰብ መዓስ ይዛረብ መዓስ ስቕ ይብል ዝፈልጥ እዩ። ኣብ ዝካየድ ኩሉ ክትዓት ክትምልስ ኣለካ ማለት ኣይኮነን። ኩሉ ዝቐርብ ሕቶ መልሲ ይግብኦ ማለት'ውን ኣይኮነን። ስቕታ ሓይሊ እዩ። ኣብቶም ናይ ስቕታ ግዜያት እዩ ንጹርነት ዝመጽእ። ዝሓሹ ውሳነታት ክትወስድ የኽእለካ። ኣዝዮም ብዙሓት ሰባት ኣብቲ ነዊሕ ጉዕዞ ብዙሕ ኣገደስቲ ዘይኮኑ ነገራት ክከላኸሉ ሓይሊ የጥፍኡ። ንምንታይ ኢኻ ኣብቶም ንዕቤትካ ወላ ሓንቲ ታራ ዘይብሎም ነገራት ትንፋስካ ትመሉቕ ዘለኻ? ኣስተውዒልካዶ ትፈልጥ እዞም ብዙሕ ዝዛረቡ ሰባት ድሒሮም ዘጣዕስዎም ነገራት ከም ዝብሉ? ዝወጹ ቃላት ክትመልሶም ኣይትኽእልን ኢኻ። እቶም ብጽሞና ሰሚዖም ብዕምቈት ዝርድኡ ፍልጠት፣ ልቦናን ርድኢትን ይውስኹ። ካልኦት ዘይርእይዎም ዕድላት ይርእዩ። ስቕታ ትመርጽ እንተ ዀንካ፣ ሰባት ኣትሒቶም ኪርእዩኻ ይኽእሉ እዮም። እቲ ረብሓኻ ግን ንሱ እዩ። ስቕታኻ ኪግምቱ ይገብሮም፣ ተግባራትካ ድማ ዋጋኻ የረጋግጽ። ንዅሉ ሰብ ክትገልጸሉ ኣለካ ማለት ኣይኰነን። ውጽኢታትካ መልሲ ኪዀኑ ግደፎም። ኣብ ስቕታ ኣዝዩ ዓቢ ዝዀነ ሓይሊ እዩ ዘሎ። ስለዚ፣ ከምዚ ዝተዓዘብናዮ፣ ስቕታ ድኽመት ዘይኮነስ ሓደ በሊሕ ዝኾነ ስትራተጂ እዩ። ኣገዳሲ እንተኾይኑ ተዛረብ፣ መብዛሕትኡ ግዜ ስማዕ። ኣብዛ ጫውጫው ዝበዝሓ ዓለም ንስኻ እቲ ዝሰምዕን ዝመሃርን ኩን። ናይ ስቕታ ሓይሊ ዝውንን ኣብ ሓደ ማራቶን ክትጎዪ ኢማጂን ግበሮ። ንገዛእ ርእስኻ ከም ሓደ ቻምፕዮን ብጥርዚ ዓቕምኻ ትጎዪ። ኣጋጣሚ ንቕድሚት ገጽካ ኣርሒቕካ ቁሊሕ ትብል እሞ ካልእ ጎያዪ ትርኢ። ራዕዲ ይስምዓካ። ካባይ ንላዕሊ ዝፎጦኑ እዮም። ንኹሉ ድማ ኣብ ምልክት ሕቶ ከተእትዎ ትጅምር። ንገዛእ ርእስኻ ዝገበርካዮ ትረኒን ለቢስካዮ ዘለኻ ጫማ። እቲ ቅድሜኻ ዘሎ ዓሰርተ ደቒቕ ቀዲሙካ ጀሚሩ እንተኾነኸ? ንስኻ ዝሓለፈ ወርሒ ጀሚርካ ንሳቶም ግን ንዓመታት ትረኒን ዝገበሩ እንተኾኑኸ? እቲ ዝበለጸ ኣስልጣንን ቀረባትን እንተለዎምከ? ህይወት ኩሉ ሰብ ብማዕረ ኣብ ሓደ ግዜ ዝጅምረላ ውድድር ኣይኮነትን። ብሓደ ዓይነት ቀረባት፣ ንገዛእ ርእስኻ ምስ ካልኦት እንተ ኣወዳዲርካያ፣ ወይ ከም ሓደ ውዱቕ ኮይኑ ክስምዓካዩ፣ ወይ ከኣ ልዕሊ ካልኦት ጸብለል ዝበልካ ኮይኑ ይስምዓካሞ ትዕቢትካ ሰማይ ይበጽሕ። ክልቲኦም ኣዝዮም ክፉኣት ማሕለኻታትዮም። ኣብ ክንዲ ናይ ካልኦት ሰባት ህይወት ከም ሪያሊቲ ቲቪ ሾው፣ ምርኣይ ኣብ ናይ ባዕልኻ መንገዲ ኣተኩር። እቲ እንኮ መወዳድርትኻ እቲ ትማሊ ዝነበርካዮ ንስኻዩ። ዕቤትካ ተቆጻጸሮ። ምምሕያሻት ጸንብል። ንህይወትካ ምስ ካልኦት ክትወዳደር ግዜ ክሳብ እትስእን መሳጢት ግበራ። ምስ ካልኦት ምውድዳር ውልቃዊ ዕቤት ዝሃንጾ ደስታዩ ዝሰርቕ። ኣብ መስመርካ ጽናዕ፣ ኩሉ ስጉምቲ ናይቲ ጉዕዞ ኣስተማቕሮ። ኣስተውዒልካዶ ትፈልጥ ኩሉ ግዜ እቶም ብዛዕባ ሕማቕ ዕድል ዘማርሩ ሰባት ሕማቕ ዕድል ዝስሕቡ'ዮም ዝመስሉ። እቶም ኩሉ ግዜ ኣብ ሩብ ገዛእ ርእሶም ዝሰርሑ ኣዎንታውያን ትኩራት ግን ዕድላት ዝስሕቡ'ዮም ዝመስሉ። ልክዕ ከም ማግኔት። እዚ ዝኾነሉ ምኽንያት እቲ ፎካስ ትገብረሉ ነገር ስለ ዝዓቢ'ዩ። ብዛዕባ ዝወደቑ ክትሓሚ ኩሉ ግዜኻ ተጥፍኦ እንተኾንካ እቶም ኣብ ከባቢኻ ዘለዉ ዕድላት ኣይክትሪኦምን ኢኻ። እንተ ኣንቢብካ፣ ተማሂርካ፣ ገዛእ ርእስኻ የዕቢኻ ግን ቅድሚ ሕጂ ርኢኻዮም ዘይትፈልጥ ማዕጾታት ክኽፈቱ'ዮም። ዓወት ደሊኻ ጉዳይካ ግበር ኣብ ክንዲ ኣብ ናይ ካልኦት ሰባት ሂወት እስክሮል ትገብር ኣብ መጽሓፍቲ እስክሮል ግበር። ዕውታት ሰባት ኣብ ኮመንት ሴክሽን ክካትዑ ወይ ሕሜታታት ክዝርግሑ ርኢኻ ትፈልጥ ዲኻ? ን ገንዘብ ክእትዉ ዋጋ ክህቡ ቢዚ ስለ ዝኾኑ። ዕውታት ሰባት ኮፍ ኢሎም ናይ ካልኦት ሰባት ዓወታት ኣየመራምሩን እዮም። ኣብ ናይ ገዛ ርእሶም ዕላማታት የትኩሩ። ናቶም ነጥቢ ንኻልኦት ዘየገድስዎም ሰባት ከረጋግጹ ኣይፍትኑን እዮም። ብዛዕባ እዚ ሕሰብ፣ ዓወት ካብ ሕብረተሰብ ምርግጋጽ ዘድልዮ ነይሩ እንተዝኸውን፣ ኩሉ ኣብዚ ኢንተርነት ክጻረፍ ዝውዕል ዕዉት ምኾነ ነይሩ። ኣብ ክንዲ ኦንላይን ክካትዑ ዝውዕሉ ዕዉታት ሰባት ሓደሽቲ ውዕላት ይፍርሙ፣ ሓደሽቲ ክእለታት ይመሃሩ፣ ሃብቶም ድማ የዕብዩ። ሓይሊ ድሩት ምዃኑ ይርድኡ እዮም። ኣብ ኣሉታውነት ምጥፍኡ ድማ ልክዕ ከም ገንዘብ ናብ ሓዊ ምድርባይ እዩ። እቲ ክትገብሮ ዘለካ ካልኦት ሰባት ብዛዕብኡ እንታይ ይብሉ ብዘየገድስ ኣብ ዕላማኻ ምትኳር እዩ። ዕዉት ክትከውን እንተደሊኻ ከም ዕዉታት ሰባት ኣክት ግበር። ኣብ ገዛእ ርእስኻ ወፍሪ ግበር፣ ኣብ ብሕታውነት ስራሕ ስራሕ እሞ እቶም ዝበጻሕካዮም ነገራት ድምጺ ክገብሩ ግደፎም። ኣብ ክንዲ ሓለፍቲ መንገዲ ከተእምን ትፍትን፣ ንገዛእ ርእስኻ የእምን። ካልኦት ክዕዘብን ክፈርዱን ግዜ ከጥፍኡን ከለዉ፣ እቲ ዝዕዘብዎ ንስኻ ኩን። መብዛሕትኡ ባእስታት ዘጋጥም፣ ሰባት ኣብ ናቶም መስመር ስለ ዘይጸንዑ እዮም። ኣብ ሃይወይ መኪና ክትዝውር ኢማጂን ግበሮ። ናብ ናይ ካልኦት ሰባት መስመር እንተ ኣቲኻ፣ ሓደጋ የጋጥም፣ ሕንፍሽፍሽ ድማ ይፍጠር። ኣተኩሮኻ ኣብ ካልኦት ሰባት እንተ ኾይኑ ድማ ልክዕ ከምዚ እዩ። እስከ ብዛዕባ እዚ ቁሩብ ሕሰብ። ምስ ክሰምዓካ ዘይደሊ ዓይነት ሰብ ምክታዕ ዝኾነ ዝልውጦ ነገር ኣሎ ድዩ? ኖ'ዩ እቲ መልሲ። መብዛሕትኦም ግርጭታት ሓይልኻ ዝውሕጡ ቤት ማእሰርቲ ጥራይ እዮም። ናብቲ ዕላማኻ ገጽካ ክትከይድ ከይትኸይድ ኣቓልቦኻ ይሰርቁ። ኩሉ ዘጣቕዓልካ ዘሎ ዝመስል ክትዕወት ይደልየካ ማለት ኣይኮነን። ገሊኦም ውድቀትካ እዮም ዝጽበዩ ዘለዉ። ስለዚ ኢኻ ብስቕታ ክትጓዓዝ ዘለካ። ኩሉ ፕላንካ ኣብ ኣደባባይ ክተጋውሖ ኣለካ ማለት ኣይኮነን። ብስቕታ ተጓዓዝ። ውጥንካ ዓው ኢልካ ኣብ ተጋውሓሉ፣ ዘይደሊ ዘየድሊ ኣወንታውነት፣ ጥርጥር፣ መሰናኽላትን ክትስሕብ ኢኻ። ንምንታይ ካልኦት ካብ መስመርካ ከውጹኻ ዕድል ትህብ? ጠመተ ክትረክብ ኢልካ ምጽዓር ኣቋርጽ። ዝግብኣካ ስራሕ ጥራይ ግበር። ሰባት ነቲ ኣብ ዘይድልዮ ጦብሎቕ ዘይብል ሰብ የኽብርዎ እዮም። ኣብ ዝምድና ምስ ደቂ ሰባት ደረታት ኣዝዮም ኣገደስቲ እዮም። ብዛዕባ ካልኦት ብዙሕ ክትፈልጥ ኣይትጽዓር። ኣብ ገዛእ ርእስኻ ኣተኩር። ኣብ ገዛእ ርእስኻ ምምዕባል ዘተኮርካ እንተ እንተ ደኣ ኾንካ፣ ንኻልኦት እውን ዋጋ ዘለካ ኢኻ ትኸውን። ኣዘራርባኻ ዝሓሸ ይኸውን። ናይ ካልኦት ሰባት ቦታ ተኽብር። ሰባት ብሓደ ርእሰ ተኣማንነት፣ ዕቤት፣ ሓርነት ዘንጸባርቕ ሰብ ይሰሓቡ እዮም። ዝሓሹ ዝምድናታት ደሊኻ እቲ ዝበለጸ ንስኻ ኣብ ምዃን ስራሕ።